ኣሕዋተይ ከመይ ቀኒክን ዳሓን ዶ ቀኒክን ኣነ እግዛብሄር ይመስገን ጽቡቅ ኣለኩ ንስክን ከኣ ጽብቅ ክትህልዋ ተስፋ ገብር ሎምዓንቲ ከኣ ብካሊእ ቪድዮ መጺኤክን ኣለኩ ስኪን ኬር ኣብ ሰሙን ክልተ ግዜ ገለ ድገብሮ ማለት እዩ እሱ ሒዘልክን መጺእ ኣለኩ እንጆይ ክትገብርኦ ተስፋ ገብር ሓደሽቲ እንድሕር ኮንክን ሳብስክራይብ ግበራ እተን ኩሉ ግዜ ሳፖርት ትገብራኒ ከኣ ብጣዕሚ እየ ደመስግነክን የቀንየለይ ሕጂ ክጅምሮ እየ እቲ ቪድዮ ማለት እዩ መጀመርያ ገጸይ በዚ ተሓጺበ መጺኤ ማለት እዩ በዚ ናይ ፈጸጋ ቅድሚ ሕጂ ኣርእየኪ ኔረ ዓብዚኣ ንእሽተይ ትራቨል ሳይዝ እያ እዚ ናይ ፈጸጋ ማለት እዩ ፈጸጋ ክወጽኣ ንክሉ ዝጥቀመሉ ኢለ ዝረኣኩክን እዚ ኦይል ፍሪ ኣክኒ ዋሽ ትብሉ ምክንያቱ ሓደ ሓደ ፈጸጋ ወጺኒ ኣብዚ ገጸይ ሕጂ ከምኡ ክከውን ከሎ እዚ እየ ዝጥቀም ግን ብጣዕሚ እዩ ዝደርቀካ ገጽካ ማለት እዩ እንድሕር ፈጸጋ ዘይብልና እዚ ኣይጥቀም እየ ማለት እዩ ንፈጸጋ ኢለ እየ ብፍላይ ነዚ ዊንተር ኣድርቕ እዩ ዘብለካ ግን ነቲ ፈጸጋ ከግሰለይ ሓደ ሓደ ዕፉር ክመስል ከኣ ኣብዚ ግንባረይ ወጺኒ ስለ ዝነበረ እዚ ተጠቂመ ማለት እዚ ሰለስተ መዓልቲ ኣርባዕተ መዓልቲ እዚ ክጥቀም ቀንየ ማለት እዩ ነቲ ፈጸጋይ የልግሰልካ እዩ ብጣዕሚ ንፈጸጋ ጽቡቕ እዚ እንድሕር ክትሪኦ ደሊኻ እዚ ማለት ኒትሮጂና እዩ ኒትሮጂና ብራንድ ኮይኑ ኦይል ፍሪ ኣክኒ ዋሽ ዝብል እታ ፒንክ ዝብል ጽሕፍቲ ደላታ ኣብዚ ፒንክ ግሬፕ ገለ ትብል ኣላ እሳ ይጥቀም ሪኤ እስራኤል ገዝእ ቅድሚ ሕጂ ኣርእየክን ነይረ ማለት እዩ ድሕሪ ፈጸጋ ኣለኒ በዚ እደ ሕጸብ ሓደ ሓደ ዕንፉር ራብሽታት ከምዚ ፈጸጋ ነገር ወጺኒ ስለ ዝቀነየ ብኡ ተሓጺበ ማለት እዩ ተደይ ኮነ ግን ዊንተር እንድሕር ኮይኑ ግን እዚ ደራኣኹክን ሎራሽኩ ዘይ ሃይድሬዲንግ ክስታይ ዝብል ሃይድሬዲንግ ጀንትል ክለንዘር ዝብል እሱ እሱ እጥቀም ማለት እዩ ወይ ካብቲ ሓደ ከኣ ጥቀም ማለት እዩ ንዊንተር ግን እዚ ቆርበትና ጸቢቁ ድርቅ ስለ ዝብል እሱ ጥቀም ማለት እዩ ሕጂ ክጅምሮ እየ መጀመርታ እዚ ስኔል ናይን ስቲክስ ዝፈትዎ ማለት እዩ ዳርጋ እዚኣ ዳርጋ ተወዲኣ እያ ብጣዕሚ እየ ዝፈትዎ እዚ ከምቲ ዝበልኩክን ኣብ ዝለኒ ካልእ እዚ ምሉእ ማለት እዩ እዚኣ ዳርጋ ተወዲኣ ስለ ዝኮነት እዚኣ ኣላትኒ እዚኣ ኣላትኒ ማለት እዩ ብጣዕሚ ስለ ዝፈትዎ እሱ ንጉሆን ምሸትን ከዓ ስለ ዝጥቀም ንሱ እየ ኣለኒ ብዙሕ ግዜ ገዝእ ማለት እዩ ኣብ ኣማዘን ኣለክን ከም ዝድወልኩክን ድሕር ሕሱር ደሊክን ኣብ ኣሜርካ ደለክን ከኣ በዓል ማርሻል ስትጄ ማክስ ከኣ ብሕሱር ትረክቦኦ ማለት እዩ ሕጂ ካብኡ ገይረ ሕደ ክልተ ገለ ኣምፕ ገይረ ከምኡ ገይረ ገጸይ ገበሉ እዩ ማለት እዩ ብጣዕሚ እዩ ዝድፈቱ በቃ ገጽክ መስትያ ዝመስል እንታይ ኢክ ትገብርሉ ገለ ዝበልክና ንሕዋተይ በቃ ከምዚ ገይረ ሕጂ ትማሊ ምሸት ጨጉረይ ተሓጺበ ነይረ ማለት እዩ ተሓጺበ ሎማዓንቲ ክስታይ ገይረዮ ድሓር ምስ ተሓጸብኩ ጨጉረይ እቲ ክስታይ ገይረ በቲ መላጸይ ናይ ክስታይ ገይረ ነቲ ጨጉረይ ኣጽርዮ ኣብሎ ነቲ ንንእሽተይ ንንእሽተይ ጨጉሪ ክበጽዮ ዘሎ ንዕኡ ጽቡቅ ገይረ ክስታይ ገብሮ ማለት እዩ የልግሶቲ ጨጉሪ ድሕር ገጽካ ከምዚ መስትያት እንድሕር ክመስል ደሊና ማለት እዩ ንዕኡ ከምኡ ገይርና ነልግሶ ሕጂ እዚኣ ከምዚኣ ጌረ ኣለኹ ሓድሽ ኣብቲ ስኪን ኬር ሩቲነይ ዘእተኽዎ ከኣ እዚ ጉዋሻ ድዩ ገለ ዝብሃል ከኣ እዚ እዚ ከኣ ክጥቀም ጀሚረ ማለት እዩ እዚ ሕጂ ኣብ ኣማዞን ኣለክን ኣብ ዝኾነ ክትረኽብኦ ትኽእላ ኢኽን ኣነ ካብ በዓል ማርሻ ቲጂ ማክስ ኣብኡ ዝበለጸ ስኪን ኬር ኢኻ ትረክብ ባይ ዘ ወይ ሕሱር ከኣ ኣብኡ ትረክብ ኢኻ ማለት እዩ ሕጂ እዚ በዚ ገጽ ጌረ ገጸይ መሳጅ ክገብሮ ጀሚረ ማለት እዩ ከምዚ እንዳገበርኩ ሕጂ ኣብዚ ሓድሽ ዓመት እየ ቅድም ተኣየስ ሮለር ገለ ኩሉ ግዜ እገብር ኔረ እዚ ግን ብጣዕሚ ኣጠቓቕምኡ ቪድዮ ኣብ ዩቱብ ሪኤ ማለት እዩ ጉዋሻ እዩ ዝበሃል እንድሕር ደሊኹንኦ ማለት እዩ ከምዚ ጌርና ገጽና እዚ ብጣዕሚ እዩ ጽቡቕ ለውጥታት ለውጢ ብሓጺር ግዜ መሳጅ ክስታይ ይገብር ማለት እዩ ከምዚ ጌርና ሓደ ሓሙሽተ ግዜ ገለ ከምዚ ንገብሮ ማለት እዩ ኣብ ዩቱብ ቪድዮ ክትሪኦ ትኽእል ክትሪኦ ትኽእል ኢኻ እምበኣር ወይ እንተለ ከምዚ ዝገብሮ ዘለኹ እዩ ከምዚ ጌርና ብዙሕ ግዜ ከይወሰድና ሓሙሽተ ግዜ ገለይ ትብል ብዙሕ ቪድዮ ሪኤ ማለት እዩ ኣነ ክጥቀመሉ ቀንየ ብጣዕሚ ጽቡቅ እዩ ማለት እዩ እዚ ሕጂ ነዚ ጃብ ነዚ ክስታይና በዛ ክስታይ ጌርና ንገብሮ ማለት እዩ ንሓር ነዚ ከዓነ ከምዚ ጌርና ጽቡቅ መሳጅ ብጣዕሚ መሳጅ ገብሮ ንገጽካ ማለት እዩ እዚ ከዓ ከምዚ ጌርና ከዓኒ ከምዚ ጌርና ሒድና ከምዚ ንገብሮ ብጣዕሚ ፈትየዮ ማለት እዩ እቲ ኣይስሮልን ቅድሚ ሕጂ ይጥቀም ነይረ እዚ ግን ተጠቂመሉ ይፈልጥ ነይረ ማለት እዩ ሕጂ እዚ ብሳይድ ዘሎ ንከምዚ ንገብሮ ማለት እዩ ኣብዚታትና ከምዚ ጌርና ንንእሽተይ ብዙሕ ግዜ ይወስድን እዩ ሓሙሽተ ደቂቅ ገለ ንኩሉ ገጽና ማለት እዩ ኣብ ሰሙን ሓንሳብ ወላ ድሕር ንገብሮ ኮይና ኢቭን ኤር ዘይተገበርና ይኹና ሸግር የብሉን ግን ኣብ ሰሙን ሓንሳብ ወይ ክልተ ግዜ ከምዚ እንድሕር ንገብሮ ኮይና ከኣኒ ብጣዕሚ ጽቡቅ እዩ ማለት እዩ ከምዚ ጌረ ኩሉ ገጸይ መሳጅ ክገብሮ እየ እዚ ሕጂ በዚ ሓደ ሳይድ ከኣ ከምኡ ዘሰይ ማለት እዩ ቅድሚ ምግባርና ግን ድኾ ዘይቲ ክትገብር ትኽእል ኢኻ ግን ዝኾነ ሆባ ኦይል ወይ ገለ ክንጥቀም ንኽእል ኢና ኣነ ግን በዚ ስኔል ሚዚየም ጌረ ገብሮ ኣለኹ ማለት እዩ ከምዚ ጌርና እዚ ንዓይንና ካብዚ ከኣኒ ከምዚ ጌርና ከኣ ኣብዚ ከኣ ነዚ ትሕቲ ዓይንና ከኣ ከምዚ ጌርና መሳጅ ንገብሮ ማለት እዩ። ሲምፕል እዩ ኩቡር ኣይኮነን ሕሱር እዩ ከኣ ብጣዕሚ እዩ ለውጢ ድምጺ ኣልካ ክሪኦ ከለኩ ፍትክስ ታይ ማለት እዩ ኣብቲ ቪድዮ ዩቱብ ቪድዮታት ክሪኦ ከለኩ ብጣዕሚ ጽቡቅ እዩ ሶ ፈትየዮ ሕጂ እጥቀማ ኣለኩ ማለት እዩ። እንድሕር ቤዚ ኮይንና ክትታይ ማለት ኣብ ሰሙን ሓንሳብ ክልተ ግዜ ግን ወላ መዓልታዊ ተገበርናዮ ከኣ ወላ ሓንቲ ጸገም የብሉን ብጣዕሚ ጽቡቅ እዩ ማለት ከምዚ ጌርና መሳጅ ንገብሮ ንገጽና ከምዚ ጌርና ዋላ እዚ ናይ ግድን እዚ ዘይኮነ ዋላ ኣይስ ጌርክን ክስታይ ትገብሮ ትኽእላ ኢኹም ድሕር ዘይትረኽቦ ኮንክን ከምዚ ማለት እዩ በረድ ጌርክን ከም ጨርቂ ጌርና ወረ መብዛሕትኡ ግዜ ድቃስ እንድሕር ዘይጸገምና ዓይንና ክስታይ ስለ ዝኸውን ከምዚ ጌርና ክስታይ ንገብሮ ንኽእል ኢና ማለት እዩ። ሕጂ ከምዚ ጌረ እዚ ምስ ገበርክዎ ሕጂ ከኣ ማስክ ክገብር እየ ማለት እዩ። እዚ ከኣ ሮሎን ማለት እዩ። ከምዚ ቅድም እጥቀም ኔረ ማለት እዩ ብጣዕሚ ብዙሕ ግዜ እጥቀም ኔረ ኣብ በረድ እቲ ሃስታይ ትገብሮ ማለት እዩ እዚ ግን ሓጺን ይኣኡ ከሎ ባዕሉ ክስታይ ማለት እዩ ምስኡ ድማ ጸባ ሓንሳብ ማለት እዩ ከምዚ ጌርና ንእሽተይ ንእሽተይ እንድሕር መዓልቲ ክስታይ ንገብሮ ኮይና እቲ ስኪን ኬር ኣብ ገጽና ጽቡቅ ጌሩ ኦብዘርቭ ገብር ማለት እዩ እንደገና ከኣኒ እዚ ክስታይና ከኣ እዚ ቆርበትና ከኣ እንታይ ይኸውን ማለት እዩ ጽቡቅ ይኸውን ማለት እዩ ከምዚ ጌረ ከኣ እዚ ከኣ ልክዕ ከምቲ ከምኡ ዝገበርክዎ ከኣኒ ነቲ ክስታይ በዚ ከኣ እዚ ብጣዕሚ ጥዑም በቃ ደስ ትብለካ ከምዚ ዝሑል ስለ ዝኾነ ነዚ ጌርካ ከኣ ገጽ ነዚ ጌርና መሳጅ ንገብሮም ማለት እዩ ሕጂ እቲ ፌስ ማስክ ክገብር እየ ማለት እዩ ፌስ ማስክ ኩሉ ግዜ ከምዚ ዝገዝእ ዝበልኩኹም ኣብ ፍርጅ ኣለኒ ብፍላይ እዚ ሜድ ኢን ኮርያ እንድሕር ድብል ኮይኑ ካብ በዓል ማርሻል ካብ በዓል ቲጄ ማክስ ዝገዝኦ ማለት እዩ ሜድ ኢን ኮርያ እንድሕር ድብል ኮይኑ ኣብዚ ታሕቲ እንድሕር ጽሑፍ ኣለዎ ብጣዕሚ ጽቡቕ ናቶም ፕሮዳክት ጽቡቕ ስለ ዝኾነ ስታ ይገብር ማለት እዩ ኩሉ ግዜ ኣፍርዥ ኣለኒ ዝሑል ስለ ዝኾነ ከኣ ደስ ይብለካ ማለት እዩ ሕጂ ገይረዮ ክመጻክን እዩ ነዚ እዚ ንሃሎ ከምዚ ገይረ ከኣ ንዑ ከኣኒ ብኡ ገይረ ጽቡቅ ገይረ መሳሽ ገብሮ እየ ማለት እዩ ከምቲ ድበልኩኹም ስጋብ ሕጂ ክስታ ይገብር ኣለኹ ማለት እዩ እቲ ማስክ ኩሉ ግዜ እየ ዝገብር ኩሉ ግዜ ክብለክም ከለኹ ኣትሊስት ኣብ ሰሙን ሓንሳብ ቢዚ ተኮይነ ኣትሊስት ኣብ ሰሙን ሓንሳብ ትደርኣኹን ወላ ሕሩድ ገለ ገይረ ይገብር ማለት እዩ ኣብዛ ክሽነ ከለኹ እንዳ ሰራሕኩ ከለኹ እስታ ይገብር ማለት እዩ እዚ ከዓኒ ሓደ ዓሰርተ ሓሙሽተ ደቂቕ ዕስራ ደቂቕ ፀኒሐ ክስታ ይገብር እየ ማለት ብጣዕሚ ካብ መጠን ላዕሊ ፅቡቕ ኩሉ ግዜ ከምዚ ክንገብር ቢዚ ስለ ዝኾንና መብዛሕትና ተገበርናዮ ፅቡቅ እዩ ተዘይገበርና ግን ኣትሊስት ኣብ ሰሙን ክልተ ግዜ ማለት እዩ ካብቲ ሓድሽ ኒው ዮር ዝበልኩኹን ነብስና ቴክር ክንገብር ከምሳት ጌርና ዝበልኩኹን ሓንቲ ካብኡ እዚኣ ብዙሕ ግዜ ኣይወስድን'ዩ፣ ኣብ ሰሙን ሓንሳብ ክልተ ግዜ ገለ ኣብ ስኪን ኬር ሩቲንክን ድሕሪ ከምዚ ጌርክን እንተ ዝበልክን ከምዚ በቃ ገጽካ መስትያት ትመስል ማለት ኣስሒቐናኒ የሕዋተይ ኣብዚ ኮመንት እንታይ እያ እታ ግንባርኪ እቲ ገጽክስ መስመስ ዝብል ገለ ገለ ኣስሒቐናኒ ብጣዕሚ ስኪን ኬር በቃ ኣብ ሰለስተ ኣርባዕተ ዓመት ብፍላይ ጽቡቅ ጌረ ተማሂረ ማለት እዩ ጽቡቅ ጌረ እስኪ ቆርበተይ ተኬር ገብሮ ማለት እዩ ብጣዕሚ ጽቡቅ ስማዓካ ማለት እዩ ኣነ ብጣዕሚ ብጣዕሚ ግዜ ግን ሲምፕሊ ድሕር ገብሮ ኢልካ ብዙሕ ግዜ ክስታይ ኣይወስደልካን እዩ ሕጂ ተመሊሰ ክመጻክን እየ ማለት እዩ ሕጂ ኣብፀዮ ተመሊሰ መፅኤክን ኣለኹ ማለት እዩ ዓሰርተ ሓሙሽተ ደቂ ጸኒሑ ኣብፀዮ ማለት እዩ ሕጂ ዋላ ዕስራ ደቂ ገብሮ ንኽእል ሓደ ሓደ ግዜ ዋላ ፍርቂ ሰዓት ገለ ገብሮ እየ ገጸ ይረእዮ ብጣዕሚ በቃ ብጣዕሚ ትልቅ ሜድዩም ኮርያ ክስታይካ ብጣዕሚ ጽቡቅ እዩ ማለት እዩ ላም እዚኣ ኢለ መጽየ ኣለኩ ሕጂ ቁሩብ ካብቲ ክስታይ ገብረሉ ኢካ ብዘይ ስነል ሜዝዩም ማለት እዩ እዚ ብጣዕሚ በቃ ኣነ ካብ መጠን ንላዕሊ ፈትየዮ እዚ ስኒ በቃ ድሕሪ ሕጂ ኩሉ ግዜ እየ ክገዝኦ ኢለ በቃ ከምቲ ዝበልኩን ክንደይ ግዜ ርእየክን ካብ ዓሚ ትሒዘ ማለት እዩ እቲ ዩቱብ ክጅምሮ ከለኩ ላስት ይር ሽዑ ኣርእየክን ኔረ ማለት እዩ ሕጂ እዚ ከምዚ ገይረ ፍርቅ ሓደ ክልተስ እንድሕር ክንድቅስ ኮይና ሓዚ ክልተ ሰዓት ገለ ቅድሚ ምድቃስና ከምዚ ገይርና ንጸንሕ ማለት እዩ እንድሕር ንግሆ ኮይኑ ከኣ እንድሕር ቀትሪ ኮይኑ ከኣ ክስታይ ንገብሮ ማለት እዩ እሱ ገይረ ኣለኩ ሕጂ ሞይስቸራይዘር ገብር እየ ክገብር እየ ሜክኣብ እንድሕር ገብር ኮይነ እዚ ኩሉ ኣይገብሮን እየ ማለት እንድሕር ሜክኣብ ድገብር ኮይነ እዚ ኩሉ ሓንሳብ ኣይገብሮን እየ እዚ ደርኤክን ደለኹ ማለት እዩ ኣንድ ናይ ምሸት ገለ ሜክኣብ ገብር ኣለ ነዚ እንድሕር ገብሮ ኮይነ እዚ ከኣ ስሴዶ ማለት እዩ ስሴዶ ከኣ ብጣዕሚ ድፈትዎ ብራንድ እዩ ኣርእየክን ነይረ ቅድሚ ሕጂ እዚ ንቆርበትካ መግቢ እዩ ኢለክን ቅድሚ ሕጂ ስሴዶ ኣብ በዓል ሜሲ ኣለክን ክቡር እዩ ባቦ በዓል ሜሲ ግን ኣብቲ ጂ ማክስ እንድሕር ኬድክን ወይ ኣብ ማርሻልስ ካብኡ ክትረኽብዎ ትኽእላ ኢኽን ዳርጋ ሞር ዛን ፍርቂ ፕራይስ ማለት እዩ ቡዙሕ ካኣ ስለ ዘጽነሐካ እዚ ንገጽካ ምግቢ እዩ ናይ ብሓቂ ማለት እዩ ከምቲ ድበልኩኹም ቅድሚ ሕጂ ንገጽካ ምግቢ እዩ ድበልኩኽን ብጣዕሚ ጽቡቅ እዩ ማለት እዩ እዚ ሕጂ ሕጂ ካኣኒ ኣይ ክሬም ክገብር እየ ማለት እዩ ናይ ዓይኒ ክሬም እዚ ማለት እዩ እዚ ስ እዚ ናይ ዓይኒ ክሬም ካኣኒ እዚ ኮሳሬክስ ከምኡ ከሎስ እዚ ደርእየክን እቲ ብራንድ ኮሳሬክስ ኮሎስ ኣይ ክሬም ካኣ ኣሎ ማለት እዩ እዚ ኣይ ክሬም ሕጂ ኣብ ናይዚኦም ብራንድ ማለት እዩ ሕጂ ከም ደለኹ ኣነ ኣይፈልጥን እየ ኔረ ሕጂ እዚ ኒሚረ ጀሚረዮ ማለት እዩ ቁሩብ ኣብዛ ኣብዚ ኢደይ ጌረ ነብሳት ይገብረዮ ማለት እዩ ዊንተር ሲ ናይ ብሓቂ ገጽካ በቃ ብጣዕሚ ድርቕ እብል ማለት እዩ ካብ መጠን ሕጂ ነቲ ፈጸጋይ ንበቲ ምስ ምሕጻብ ዝጀመርኩ በቲ ዘረኣኹ ክን እቲ ገጸይ በቃ ከመጠን ንላዕሊ ኣድሪቕዎ ማለት እዩ እንድሕር ገይረ ኣይክእሎ ማለት እዩ ኣብዚ ከኣ ንእሽተይ እንድሕር ገይርና ንእሽተይ እያ ተድልይ ዋላ እቲ ከም ሕጂ ዝረኣኹክን ኣይክእሉ ከኣ ንሱ ከኣ ክጥቀም እየ ማለት እዩ እዚ ግን ሓድሽ እዩ ነዚ ቅድሚ ሕጂ ተጠቂመ ይፈልጥ እየ ቅድሚ ሕጂ እየ ጀሚረዮ እዚ ኣብዚ ኒው ይር ማለት እዩ ግን ኮሳሬት ኦሬዲ ብጣዕሚ ስለ ዝፈትዎ ሺት ከምዚ ሺት ማስክ ከማን ከምዚ ገይረ ዝጸናሕኩ ከምኡ ኣሎ ኣብ ኣማዘን ርእየ ነይረ ማለት እዩ እሱ ከኣ ድሕሪ ኣባ ኣፍትየ ማክስ ብሕሱር ረኪበዮ እወ ዘየዮ ማለትዩ ብጣዕሚ ጽቡቅ ብራንድ ስለ ዝኮነ ሜድ ኢን ኮርያ ከኣ ኮርያን ስኪን ኬር ከም ዝድወልክን ከኣ ካብ መጠን ንላዕሊ ጽቡቅ ዩ ሕጂ ከምዚ ኢለ ማለት ዩ ሳንስክሪን ከኣ እዚ ሳንስክሪን ናይ ትሬደር ጆ ዋላ ሓንቲ ይገብረኒ ዩ ንዓይ ካብ መጠን ንላዕሊ ዩ ዝፈስዎ በቃ ኣይ ዊሽ እዚ ኤስፒኤፍ ሓምሳ ገለ ተዝከውን ንሳመር ክጥቀም ማለት ዩ ንሳመር ገለ ክስታይ ክከውን ማለት እየ እዚ ሳላሳ እይ ግን SPF ሳላሳ እይ ግን ማይ ጋድ ብጣዕሚ ጽብቅ ኩሉ ግዜ ሜክኣብ ክገብር ከለኩ ብትሕቲ ሜክኣበይ ስኪን ኬር እዩ ዝገበርኩ እዚ ሳን ስክሪን ከኣ እዚ ናይ ትሬገር ጆይ እጥቀም ማለት እዩ ካብ መጠን ንላዕሊ ጽቡቅ እዩ እዚ ከኣ እንዲኣ ጌረ ክሳድና ከኣ ክንርስዓ የብልናን። ኣርእየና ከመይ እንታይ ክትገብርሉ ገጽኪ እንታይ ክትገብርሉ ገጽኪ ዝብል ክታኒ እዚ ግን ኩሉ ግዜ ከምቲ ዝብለክን ኩሉ ግዜ ተኸታቲልና ክንገብሮ ኣለና ማለት እዩ ሕጂ እንድሕር ሎሽን ኢድ ክንደይ ደይ ንገብር ኮይና እንድሕር ኩሉ ግዜ ሎሽን እንድሕር ንርስዖ ኮይና ኣብ ክሽነ ምክንያቱ ኣብ ክሽነ ከምዛ ዝብለክን ብዙሕ ግዜ ኣብ ክሽነ ስለ ንውዕል ማለት እዩ ንኣቱ ማለት እዩ ንውዕል ዘይኮነ ነግድ ክንሲ ክንኣቱ ኢና ኩሽና ማለት እዩ እንድሕር ክንዝክሮ ዘሊክን ከኣ ዋላ ስቲከር ገርክን ኣብ ፍሪጅ ክትገብሮ ትክእላ ማለተይሲ ደስ ክብለካ እንድሕር ገጽካ ጽቡቅ ኮይኑ ደስ ይብለካ ኣነ ሕጂ ዋላ ብደይ ሜክኣብ እንድሕር ወጽየ እቲ ገጸይ በቃ ብጣዕሚ ጽቡቅ ሄልዚ ኮይኑ ማለት እዩ ቀደም ከምኡ ኣይነበረን ገጸይ ግን በቃ ከምቲ ዝበልኩክን እቲ ገለመለታት ዝነበረኒ ብምሉኡ ምስኪን ኬንኬ ኣጥፊኤዮ ማይካ ብጣዕሚ ማይ ሰቲ ጽቡቅ ነገር ሄልዝ ሄልዝ ድኮነ ነገር ኢካ ትበልዕ ቡዙሕ ሽኮርዋ ጎዲፈዮ ማለት እዩ እንደገና ከምዚ ባኒ ገለ ቡዙሕ ኣይበልዕንየ ፓስታ ፈቱ እየ ግን እቲ ድፈትዎ እንድሕር በሊዐ ሕጂ ሎምዓንቲ እንድሕር ድፈትዎ ምግቢ በሊዐ በቃ እሱ ስጋዕ ደጥፍኦ ክስታ ይገብር ማለት እዩ ኣብ ልዕሊኡ መሊሰ ኣይበልዕንየ ማለት እዩ ሕጂ ከምዚኣ ጌረ እዚ ቻፕስቲክ ከኣኒ ዝለነጅ ማለት እዩ ዝለነጅ ስሊፒንግ ማስክ ንዊንተር ብፍላይ ሕጂ ኣብ በዓል ኣብ በዓል ቲጄ ማክስ ክትረኽቦ ትኽእላ ኢኽን ንብዙሕ ግዜ ጠፊኡ ኔሩ ሕጂ ግን ኣሎ ማለት እዩ ብቀዳማይ ኣርእየክን ኔረ እታ እታ ንእሽተይ ማለት እዩ ምስ ክስታያ ካብ ሴፎራ ዝገዛእኽዋ ማለት እዩ እዚ ግን ዓርቢ ረኺበ ካብኡ ማለት እዩ ካብ በዓል ቲጄ ማክስ ኤክስፓየር ዴት ኣለዎ በዚ ግን ክልተ ዓመት ገለ እዩ ዘጽንሓካ ጌና ኤክስፓራሽን ዴቱ ገጌና እዩ ግን ክልተ ሽሕን ዕስራን ሽዱሽተን እዩ ኢሉ ደሎ ግን በቃ ቡዚሕ ዘጽንሓካ እዚ እቲ ሓደ ንቆልዑ ትገብረለን ማለት እዩ ቆልዑት ካኣ ብጣዕሚ እዩ በቃ ክስታይ ደንግጽኻ እዚ ዊንተር በቃ እዚ ከርፋሕፋሕፋሕ ክስታይ ይኾኑ ማለት እዩ እቲ ድርቅ ዝብሉ ቀርቦቶም ካልእ ማልእ ቡዙሕ ገለመላ ይገብረለን እየ ግን እዚታት ግን እቲ ሎራሽ እኮ ዘይደርኣኹኽን ሞርቸራይዝ እምብዝ ዝደርኣኹኽን ክስታይ ከኣኒ ንቆልዑት ዋላ ንቤቢ ጽቡቕ እዩ ድበሃል ማለት እዩ ድሕሪ ብቐዳማይ ደርኣኹኽን ናይዚ ኣዊታት ሕጂ ኣነ ለኽየን እየ ማለት እዩ ካልእ ግን ዝኾነ ነገር ንቆልዑት ጥንቃቐ ኣለና ማለት እዩ ግን ንሱ ንቆልዓ እንኮላይ ስለ ዝብል ካብኡ ለኽየን እየ ማለት እዩ እዚ ለኔጅ ግን እዚ ዋላ ቐርኒ ሊፕስቲክ ምግባርክን እዚ ካብ መጠን ንላዕሊ ጽቡቕ እዩ ለነጅ ሊፕሲን ፒማስ ኩሉ ግዜ ደርኤክን ማለት እዩ እንደገና እዚ ክልተ ዓመት ገለ ከጽንሓክን እዩ ሓንሳብ ድሕሪ ግዜ ክኖ ብዙሕ ደጽንሓካ ናይ ሎማዓንቲ ቪድዮ እዚኣ ትመስል እንጆ ጌርክን ኣብቲ ኮና ተስፋ ገብር ሓደሽቲ ድሕሪ ኮንክን ስካብ ሕጂ ድሕሪ እዚ ቪድዮ ሪኢክንኦ ሓደሽቲ ድሕሪ ኮንክን ሳብስክራይብ ግበራ እቶም ኩሉ ግዜ ላይክ ኮመንት ሸር ትገብራለይ ከዓ ብጣዕሚ እየ ደመስግነክን የቀንየለይ ኣብ ቀፃሊ ብካልእ ክሳብ ንራከብ ካኣ ብሰላም የራክበና።